ኣብዚ ታሪኻዊ እዋንዚ ኣብ ህዝቢ ተመጺና ምናልባት ኣብ እዋን ብረታዊ ቃልሲ ብዙሕ ንጃሃረሉ ዝነበርና መን ኣሎ ከምዚ ህዝቢዚ መን መዘና እዚ ህዝቢ ኣሎ ቪየትናም ድዩ ብተፈላለየ ካልእ ሰውራታት እናጠቐስና ናይ ብሓቂ ናይቲ ህዝቢ ተሳታፍነት ናይቲ ህዝቢ ሓይሊ ክሳብ ክንደይ ከም ዝነበረ ብግቡእ ተገንዚብናን ገምጊምናን፣ ናይ ብሓቂ ከኣ እቲ ዝተረኽበ ፍረ መወዳእታ ናይቲ ህዝቢ ጻማ ምዃኑ ኩሉ ሰብ ርእዩዎ። ከም ዓቢ ታሪኽ ኣብ መበል ዕስራ ክፍለ ዘመን ዝተወስደ ገርና ንሪኦ ነርና። ኣብዚ ዝሓለፈ እዋን። እዚ ህዝቢ ግበር ከይተባህለ መምርሒ ይኹን ዝኾነ ይኹን ኣምት ከይተውሃቦ ባዕሉ እናተበገሰ ኣብ ውሽጥን ኣብ ደገን ዝወሰዶ ስጉምትታት ምናልባት ናይ ትሽዓተ ናይ ዓሰርተ ኣዋርሕ ፍጻሜታት ክመስል ይኽእል ይኸውን ደማሚርካ ተርኢኻዮ ግን ምናልባት ናይ ትሽዓተ ወይ ናይ ዓሰርተ ዓመት ፍጻሜታት ክኸውን ይኽእል። ዝጸሓፍ ነገር ነይሩ እንተዝኸውን ወይ ኩሉ ናይቲ ህዝቢ ጻዕርን ተሳታፍነትን ናይ ብሓቂ ነቲ መዘና ይብሉን ኢልና ንጀሃረሉ ዝነበርና ታሪኽ ካብኡ ዝዓበየ መዘና ዘይብሉ ናይ ህዝቢ ሱታፌ ዘረጋገጸ እዋን እዩ ኢልና ክንዛረብ ንኽእል ቅድሚ ሕጂ እውን ይብለ ነይረ ከምዚ ግበር ከምዚ ኣሎ ከምዚ ኩነታት ኢልካ ምኽሪ ዘየድልዮ ማዕዳ ዘየድልዮ ወይ ኣምነት ዘየድልዮ ህዝቢ ስለዝኾነ ብዙሕ ኣብኡታት ክዛረብ ኣይደልን። እቲ ሰብ ዝሓስቦ ኮፍ ኢልካ ከምዝተኾነ ከምዝተተገብረ ከምዝተተሓስበ ኢልካ ሓደ ሓደ እዋን እውን ትስከፈሉ ነገራት ክመፅእ ከሎ ሓላፍነት ይስመዓካ። ህዝብስ ከመይ ኮን ዝስምዖ ይኸውን? ህዝቢ ብኸመይ ክቕበሎ ይኽእል ይኸውን? ኢልካ ብዙሕ ትጫነቐሉ እዋናት ኣሎ ምስ ግዜ ግን እቲ ህዝቢ ሓሊፉ ይጸንሕ እቲ ከምዝን ከምዝን ተኾነ ከምዝን ከምዝን ተተገብረ ኢልካ ሓሲብካዮ ዝጸንሕ ጉዳይ እቲ ህዝቢ ድሮ መሊሽዎ ስለ ዝጸንሕ እዚ ህዝቢ ከምዝን ከምትን ይግበር ኢልካ ትዛረብሉ ኩነታት ዘሎ ይመስል ምናልባት ንዕኡ መግለጺ ኮፍ ኢልካ ሓሲብካ ከም ደራሲ ወይ ከም ጸሓፊ ብዙሕ ነገር ክበሃል ምተኻእለ። ስለዚ ወፈያታት እቲ ሱታፌ ናይ ህዝቢ መዳርግቲ ከም ዘይብሉ ካብ ሰዓት ናብ ሰዓት ንርእዮ ዘለና ነገር እዩ። ነፍሲ ወከፍ ዜጋ ናይዚ ሃገር እዚ ነፍሲ ወከፍ ዜጋ ሓይልታት ምክልኻል ኢልና ፍሉይ ሓይሊ ከም ዘሎ ጌርና ክንዛረብ ኣብዚ እዋን እዚ ናይ ብሓቂ ብዙሕ ጻዕዳን ጸሊምን ኢልካ ትፈልዮ ነገር የለን ሓይልታት ምክልኻል ተኾይኑ እቲ ህዝቢ ምናልባት እቲ ኣብ ግንባራት ጠበንጃ ሒዙ ዘሎ ካብቲ ህዝቢ ዝገብሮ ዘሎ ዝያዳ ዝገብሮ ኣሎ ኢልካ ክብል ኣይክእልን እቲ ሓደ ነቲ ሓደ ተማላላኢ እዩ ህዝቢ ኤርትራ ነዚ ሓላፍነት እዚ ንምስካም ዓቕሚ ከምዘለዎ ከኣ ኣረጋጊጸ እፈልጥ እየ።